መኣስ ተመርዕየ ኣነ መኣስ ናብዚ ዓዲ መጽየስስ ስእልታትሲ ክጥቅዕስ ፍቃደኛ ዲኻ። ዋይ ታዳኒ እዚ ኩሉ ነይቂ እዚ ኩሉ ስጋ በሊዕካሲ ሎማዓንቲ ሰእጋረይ ድም ትሰሪ እክል ትብሊ። ኣብ ቲክቶክ ክፋታሕ ዝጸነሐ እዚ ጥራይ ከይከውን ጊዶውን። ራህዋ ሓጎስ ሙሉእ ጥዕና። ጊደውን ጀንትል ሰብ እዩ ነገር ግን መስተን ሕርቃንን ካልእ ተሓዋዊስዎ። ሰላም ከመይ ቀኒኹም ጋይስ ካብ ፊሊ ሎማዓንቲ ካብ ሓድሽ ቪድዮ ተመሊስና ኣለና ሎማዓንቲ ዝተፈላለዩ ኣዘናጋዕቲ ቪድዮታትን ከምኡውን መሃርትን ወይ እውን ክትፈልጥዎም ዘለኩም ቪድዮታትን ክርኢና ስለዚ ሳብ መወዳእታ ምሳይ ፅንሑ ሓደ ሽሕር ኪንኩም ሳብስክራይብ ኣይትረስዑ ለስገው ከም መጀመር እስኪ ብኣዘናጋዕቲ መደባት ክንጅምር ኢና በዛ ሕቶ ናይ ኤሪቲቪ ንጀምር ደርፊ መለያ እታ ሕቶ ክትምላይ ኣኻ እታ ደርፊ መንካ ከም ዝደረፋ ትነግረና ኢኻ ማለት እዩ ፊልማዊት ኣደ ኣክቹዋሊ ከም ትሪኦ ዘለኹም ካብ ቲክቶክ ስለ ንሪኦ ዘለና ስእልታት ገለ ተገይርዎ ኣሎ ማለት እዩ ኦልሬዲ እታ ደርፊ ናይ መን ምዃና ሲ ምሕሳብ ኣየድልየኩምን እዩ ማለት እዩ ታሕቶ ግን ንስማዕ ሙላ ናይ ሞራል ናይ ተስፋ መንከ ደሪፍዋ ደርፍ መልእ ፊልማዊት ኣደ ናይ ሞራል ናይ ተስፋ ዳሽ ዳሽ መን ከ ደሪፍዋ ኣያ ትብል ዘላ እዚኣ ፍልጥቲ እያ ንዓይ እታ ዝቀለለት ሕቶ እያ። መን ደሪፍዋ? እዎ እታ ግጥሚ መሊእካ ዳሕራይ ደራፊኣ ትነግረና። እሺ ሓራይ
መጀመርታ እታ ደርፊ እስኪ ኤርትራዊት ኣደ ናይ ሞራል ናይ ተስፋ። ኤርትራዊት ፊልማዊት ኣደ። ፊልማዊት ፍልማዊት። ወትሩ ዋጽ ዓባይ ንኣፋ የርኣኩና ኣላ።
ፍልማዊት ኣደ እስከ ብጥዑይ ጥዑይ ዜማ እሞ ግበረላ ትመጻልካ መታን። ኤርትራዊት ኣደ ናይ ሞራል ናይ ትእስፋ።
ስቲል ኤርትራዊት ይብል ኣሎ። ወትሩ ሳሕል ዓባይ ንኣፋ እያ ንኣፋ።

እትጽዕር እንድዩ ጸኒሑ ግን ኣይፈለጣን ምስኣ ከኣ እስከ ካልእይቲ ሕቶ ንስማዕ። ድምጺ ሓፋሽ ኤርትራ ፈነወ ኣብ ዝጀመረትሉ ቀዳመይቲ መዓልቲ ቀዳመይቲ ዝተደርፈት ደርፊ ናይ መን ምዃና ገምት። ሀ ናይ ወትኹል ለ ናይ ተስፋይ መሓሪ ፊሒራ ሐ ናይ ዑስማን ዓብደልርሒም መ ናይ በረኸት መንግስትኣብ።
ኣይፈልጣን ድየ ግን ካብዚኦም ገዲም ኮይኑ ዝስማዓኒ በረኸት መንግስትኣብ ስለ ዝኾነ ናቱ እያ ክትከውን ትኽእል።

ካብዘን ምርጫ ሓንቲ ከጉድለልካ? እወ። ሐራይ ናይ ወድትኹል ኣጉዲልናዮ ኣለና።
ናይ ወድትኹል ርዱእ እዩ ናይ ወድትኹል ፍሒራ ክጎድላ ክእላ እየን ክኾና ዝኽእላ ናይ በረኸት መንግስኣብ ዑስማን ዓብድራሒም እያ በረኸት መንግስኣብ ኢለ ኣለኹ ኣነ።

ኢቭን ፀሃይት ቦራክ እውን ደሪፋታ ኣላ መስለኒ ናይ ሎም መርዓ ምስ ናይ ቀደም መርዓ ከተረኣዮ ከለኻ እንታይ እሞ የፀየሉ ዝናለሙ ይዕድሙና እንጀራ በሊዕና ዳርጋ ለይበላዕና ወሲድዎ ነይሪፃቶ

ግድል እና እኔ ሁሉ ትእዛዝ ላይ መጸና ጉደውና ዋጺና ሀጅ እንደ ጥሩ ሰበይ ቀደም ቀደም ትደርፊ ዝነበረ ናይ መርዓታት ዝያዳ ንወለዲ ዝሕጉስ እዩ ነይሩ ምክንያቱ ወለዲ እዮም ዘመርዕው ዘለዉ ዳርጋ ትውራይ ከዓ ናይ ወለዲ እዩ ነይሩ ቀደም እቶም መርዓትን መርዓውንሲ ዳርጋ ብስክፍታ እዮም ዝውድእዋ ነይሮም እታ መርዓ ማለት እዩ ሕጂ ግን መሪፅዋ መሪፃቶ ንዕኦም ዝምልከት ደርፊ ዝድረፍ ሓቀን እየን ብዙሕ ለውጢ እዩ ዘሎ መርዓ ኣይረኣይ ጥው ሰበይቲ ኣይረኣይ ሳርባ ሰበይቲ ኣይረኣይ ነውሪ ሰብኣይ ግን መዳ እንግሊዝ ገይሩ ተፈረ ዓይነት ገይሩ ጋብ ገይሩ ትኸደ የጥዕመሉ ሰበይቲ ግን ክትሽፈን ኣለዋ ፅብቕቲ ምኽርያ

ፕራንክ እዩ
ማይ ስተመክ ሰር ኣይተል እዩ ንጎ ሒዘ ከብደይ እዚ ብጣዕሚ ቅርፀት ገይሩለይ ከብደይ
ጥሪት ግን Bro,

ሓቂ እዩ ከም ትሪእዎ ደለኹም እዩ። እስከ ካልእ ኣብዚ ሰሙን እዚ ካብ ዝረኣኽዎ ሓደ ኣዝዩ ኣገራሚ ኣብ ቲክቶክ ዝተፈጸመ ናይ ሕቡሽ ቲክቶክ ዝተፈጸመ ነገር ንርኣ። ጠንቂ ፍትሕ እዞም ትሪእዎም ዘለኹም ክልተ ሰብኣይን ሰበይትን ቤት ፍርዶም ኣብ ቲክቶክ እዩ ኮይኑ ዘሎ። ቲክቶክ ፈራዲ የብሉን ግን ሽግርካ ሰብ ክሰምዖ ኣለዎ። ናይዚ ሕጂ እዋን ፍትሕ ከኣ ብጣዕሚ እንድዩ ዝገርም ናይዚ ሕጂ እዋን ማለት ፍትሕ ንቡር እዩ ዘይክሰማምዑ ክልተ ሰብኣይን ሰበይትን ዘይክሰማምዑ ንቡር እዩ ግን ኣብ ቲክቶክ መፅኦም እዮም ድፋትሑ ዘለዉ እንታይ እያ እዛ እዛ ኣብ ቲክቶክ መፂኻ ምፍታሕ እትብል ሲስተም ክሳብ ሕጂ ተረድእትኒ ዘላ ንዓይ ግን እስከ ንስማዕ እዞም ክልተ ሰብ ሓዳር እንታይ እዮም ዝብሉ ዘለዉ ክጥቅዕ ይኽእል እዩ

እዞም ሰባት እዚኦም ተመርዕዮም ሓዳር ገይሮም ደሓር ከዓ ተፋቲሖም ኢቭን ቆልዓ ወሊዶም ካልእቲ ቪድዮ ርኤ ነይረ ብጀካ እዚኣ ስለዚ እዚ ኩሉ ሂወት ሓሊፎም ኣብዚ ሕጂ እዋንሲ ነዚ ህዝቢ እንታይ ግበር ብልዎ ኣለዉ ወይ ከዓ ኣብ ቲክቶክ ወፂኦም ከም ብሓድሽ ዝሓለፈ ሂወቶም ክዝርዝሩሲ እንታይ እዩ መን ይገዲድዎም

ስለዚ ኣፌክት ንዘይገብሮ ካብዚኣ ንላዕሊ ኣፌክት ኣይትገብርዎን ኢኹም ሪከርድ ኮይኑ ኣሎ ኦረዲ ኣብ ዝተፈላለዩ ሜድያታት ተዘርጊሑ ኣሎ ካብዚ ንላዕሊ ኣይትፀልውዎን ኢኹም ንውላድኩም ዝኾነ ኮይኑ ጠንቂ መፈላለይኦም ብዘየገድስ ኣብ ሶሻል ሜድያ መፂኦም ብዛዕባ ውሽጣዊ ህይወቶም ብዛዕባ ዝሓለፈ ብዛዕባ መርዕኦም ብዛዕባ ሓዳሮም መፂኦም ክዛረቡ ምኽኣሎም ጥራይ በቲ ሓደ ወገን ኣዝዩ ዝሕፍር ነገር እዩ እዚ ሓደ ካብቲ ካልኣይቲ ማለት እዮ ከምቲ ኣቀዲምና ዝረኣናያ ናይ ቲክቶክ ኣላ ስለዚ እዚኣ ከዓ ካልኣይቲ እያ ማለት እዩ ካብቲ ተሕፍር ናይ ቲክቶክ ፓርት እዚኣ ከዓ እያ ማለት እዩ ጊደውን ጀንትል ሰብ እዩ ነገር ግን መስተን ሕርቃንን ካልእ ተሓዋዊስዎ ዘይጋገ ሰብ የለን ኣይደገም ጥራሕ ነቲ ጌጋ

ጊደዎን ዘይፈልጥ ኣብ ኤርትራ የለን እዛ ደርፊ እዚኣ ዘይፈልጥ ሰብ የለን። ራህዋ ሓጎስ ሙሉእ ጥዕና ስኒት ሰላም ከባቢና ሰላም ዓመት ይኹነልና። ጊደውን ዋት ክንድዚ ዝኣክል ክብሪ ሒዝካ ኮለኻ ኢኻ ኤኒዌይስ እንታይ ክንገብር ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ሓደ ሽሕር ኮንኩም ሳብስክራይብ ኣይትረስዑ ክሳብ ኔክስት መደብ ንራኸብ ፒስ